የማናይ እግሪ ሲኦል ኩነታት ሲኦል ካብ ዝርኢ ኣትሒዞ ክድቅስ ኮነ ክበላ ኣይከኣልኩን። ኩሉ ከባቢየይ ሲኦል ኮይኑ ተራእየኒ። ኣዒንተይ ብዝጠመትኮ መጠን ሲኦል ይረኣየኒ። ኣዛነይ ካብቶም ኣውያት እቶም ዝተኾነኑ ከምልጣ ኣይከኣላን። ልክዕ ከም ብቴሌቪዥን ኩሉ እቲ ኣብ ሲኦል ዝረኣኹዎ ክመላለሰኒ ጀምረ። ምሸት ምሸት ጎይታ መጺኡ ናብቲ ክፉእ ቦታ ይወስደኒ። ወጋሕታ ገዛይ ይመልሰኒ እሞ ከመይ ገይረ ነዛ መጽሓፍ ክጽሕፋ ከም ዘለኒ ክሓስብ እውዕል ጎይታ ከኣ ከም ኣመሉ መጺኡ ሎሚ ለይቲ ናብ የማናይ እግሪ ሲኦል ክንከይድ ኢና ከኣ በለኒ። ኣስዒቡ ከኣ ጓለይ ኣጆኺ ኣይትፍርሒ ኣነ ምሳኺ እየ፣ ብዙሕ ከኣ እየ ዘፍቅረኪ በለኒ። ገጹ ሕዙን ነበረ፣ ኣዒንቱ ከም ድንጋጽን ፍቕርን ዝመልኣ ነበራ። ምንም እኳ እዞም ዝጠፍኡ ኣብ ሲኦል እንተ ተሳቐዩ ጸሊእዎም ማለት ኣይኰነን። የፍቅሮም እዩ፣ ንሓዋሩ እኳ የፍቅሮም። ከመይሲ ንሱ ፍቕሪ ስለ ዝኾነ። ጓለይ ከኣ በለኒ፣ እግዚኣብሄር ሲኦል ንደቂ ሰባት ኢሉ ኣይተዳለወን፣ ንሰይጣንን መላእኽቱን እምበር። እንተኾነ። ሰይጣን ብሓጢኣት ገይሩ ንደቂ ኣዳም የስሕቶምን፣ ናብ ሲኦል ከኣ መሳንይቲ እገብሮም ኣሎ። ሓደ እኳ ኽጠፍእ ፍቓድ ኣቦይን ፍቓደይን ኣይኰነን ብድሕሪኡ ብምባል ከኣ፣ ናይ ፍቕርን ድንጋጽን ንብዓት ካብ ኣዒንቱ ነቒሉ ብመዓጋጉርቱ ወረር በለ። ቀጺሉ ኸኣ፣ ኣስተውዕሊ፣ ቃለይ ሓቂ እዩ። ኣብዚ ዚስዕብ መዓልትታት ሲኦል ከርእየኪ ኸለኹ፣ ኵሉ ሓይልን ስልጣንን ኣብ ሰማይን ምድርን ናተይ ምዃኑ ኣስተውዕሊ። ኣብዚኣቶም እቶ ኣቶምን ኸኣ ኣይትፍርሒ ሰላም ምሳኺ ይኹን ስቕ ኢልኪ ሰዓብኒ በለኒ ክልቴና ኸኣ ብሓንሳእ ተበገስና እንዳበኸኹ ኸኣ ደድሕሪኡ ሰዓብኩ ንመዓልታት እኳ እንተ በኼኹ እቲ ብዓይነይ ዝረኣኹዎ ናይ ሲኦል ጉድ ግን ክርሕቐለይ ኣይከኣለን መንፈሰይ ጓህዩ ነበረ ብውሽጠይ መሪር ብኽያት ይበኪ ነበርኩ። ከምቲ ዝበለኒ ኣብ የማናይ እግሪ ሲኦል በጻሕና። ንቕድሚት እንተ ተመልከትኩ ኸኣ ብዝደረቐን ዝነደደን መንገዲ ንጉዓዝ ነበርና። ከምቲ ዝሓለፈ ኸኣ ነፍሳት ብስቓይ ይውጭጫ ነበራ። ሽታ ሞት ከኣ ነቲ ኹሉ ከባቢ ዓሲሉዎ ነበረ። እቲ ሽታ ኻብ ብብርቱዑ ዝተላዕለ ዝተሞከየ ይሓምም ነበርኩ። ኩሉ እቲ ከባቢ ጸልማት ነበረ። ኣብ ጎይታ ዝመጽእ ዝነበረ ብርሃን ናይቲ ሃልሃልታ ካብቲ ጉድጓድ ዝወጽእ ዝነበረን ሓዊ ጥራይ የብርህ ነበረ። ብ ሓንሳእ ኸኣ በበይኖም ዝዓይነቶም ኣጋንንቲ ይመሓላለፉ ነበሩ። ደቀቕቲ መናፍስቲ ኸኣ እንዳ ነበሑ ሓለፉና። ብዙሕ ዝዓይነቶም ዝዓቐኖምን ኣጋንንቲ ይዛረቡ ነበሩ። ቁሩብ ካባና ምሕድግ ኢሉ ኸኣ ሓደ ገዚፍ ጋኒን ነቶም ንኣሽቱ ኣጋንንቲ ትእዛዝ ይህቦም ነበረ። ክሰምዖም ከኣ ደው በልና። ጐይታ ኸኣ ብዘይካ እዚኦም ብዙሓት ዘይረኣዩ ኣጋንንቲ ኣለዉ ከም በዓል ናይ ሕማም መናፍስቲ። ኪዱ ኸኣ በሎም። እቲ ዓብዪ ጋኔን ነቶም ንኣሽቱ መናፍስቲ፣ ኪዱ ብዙሓት ዝዓይነቱ ኽፉእ ግብርታት ግበሩ፣ ስድራ ቤት ማለት ሰብኣይን ሰበይትን ደቅን ፈላልዩ፣ ደምስስዎም፣ ከኣ ነቶም ድኹማት ኣመንቲ ሓጢኣት ክገብሩ ሓባብልዎም፣ ናብ ስሕተትን ዘይምርድዳእን ምርሕዎም፣ ዝተኻእለኩም ኩሉ ግበሩ፣ ምስ መጻኹም ዓስብኹም ክትቅበሉ ኢኹም በሎም። ኣስዒቡ ኸኣ ተጠንቀቑ! ካብቶም ንየሱስ ብምሉእ ልቦምን ብሓቅን ዝተቐበልዎ ዝሰዓብዎን ተጠንቀቑ፣ ንሳቶም ክሰጉኹም ሓይሊ ኣሎዎም። ኪዱ ሕጂ፣ ንብዘላ ዓለም ውረርዋ ብምባል ለኣኾም። ቀጺሉ ኸኣ፣ ኣነ ብዙሕ ዝሰደድኩ ኻልኦት ኣሎዉኒ። ኣስተውዕሉ፣ ንሕና ኣገልገልቲ ናይቲ መንፈስ ጸልማትን ናይ ሓለቓ ኣየራትን ኢና ብድሕሪ እዚ እቶም መናፍስቲ ከኣ ካብ ሲኦል ብዘይ ዕረፍቲ ይውጭጩ ይዋናጨፉ ነበሩ እቲ ላዕለዋይ ክፍሊ ናይ የማናይ እግሪ ሲኦል ዝነበረ ማዕጾ ከኣ ንዕኦም ንምውጻእ ይኽፈት ይዕጾን ነበረ ገሊኦም በተን ሕና ዝነበርናዮ ገላራይ ኣቢሎም ተወንጨፉ እቲ ዜእዝዞም ዝነበረ ክንድቲ ዓብዪ ድቢ ይኸውን፣ ቡናዊ ሕብሪ ዝርእሱ ኸኣ ናይ መንካዕ ይመስል ነበረ፣ ኣዒንቱ ኸኣ ናብ ጨጓር ገጹ ንውሽጢ ዝሰቱይኸን ዝጠሓላ ነበራ፣ ቀላጽሙ ጸግሪ ዝመስል መሊእዎ፣ ከም ኣስናን ተኹላ ዝመስል ኣስናኑ ገይሩ ነበረ። ገሊኦም ከኣ ከም ናይ ኣህባይ ዝመስሉ ኮይኖም ኣእዳዎም ነዊሕ ኩሉ ኣካላቱውን ጨጓራት ነበሩ። ንእሽቶ ገጽን ሸሊ ኣፍንጫን ነበሮም። ኣዒንቲ ግና ኣይረኣኹሎምን። ሓደ ካልእ ከኣ ክንዲ ፈረስ ዝኸውን ልሙጽ ቆርበቱ፣ ገዚፍ እንስሳን ገዚፍ ኣእዛን ነዊሕ ጭራን ነበሮ። ኩሉ ትርኢቱ ናይዞም ኣጋንንቲ ሽቶኦምን ኣስቶሞከይ ኣቃጸለኒ ኣብ ኩሉ ዝረኣኽዎ ዘበለ ኣጋንንትን መናፍስትን ነበሩ እቲ ዝእዝዞም ዝነበረ ዓብዪ ኸኣ ብቐጥታ ካብቲ ቀንዲ ሰይጣን ትእዛዝ ይቐበል ነበረ ናብ ሓደ ጉድጋድ ክሳዕ ንበጽሕ ከኣ ኣነን የሱስን በቲ መንገዲ ተጓዓዝና ኣቐዲመ ከም ዝሓበርክዎ ብኽያትን ዋጭዋጭታን ኣብ ኩሉ ኣብ እቲ ቦታ የቃልሕ ነበረ። ኣታ ጎይታ! እንታይ ኮን ክርኤ ሕጂ ውን ኢሉ ውን ብስቅቕታ ሓሰብኩ። ብማእከል እቶም ኩፉኣት መናፍስቲ ከኣ ሓለፍና። ኣብ ሓደ ጉድጓድ ከኣ ሓደ ዓቢ ሰብኣይ ነበረ። እቲ ዝገርመኒ ናብ ውሽጢ እቲ ስቃይ ኮይኑ ወንጌል ይሰብኽ ነበረ። መልሲ ንምርካብ ከኣ ተደኒቀ ንጎይታ ተመጥኩዎ። ንሱ ዅሉ ሓሳበይ ይፈልጥ ብምንባሩ፣ ከምዚ ብምባል መለሰለይ፣ እዚ ትርእዮ ዘሎኺ ሰብኣይ፣ ኣብ ምድሪ ዅሉ ሰባኻይ እዩ ነይሩ። ሓደ ጊዜ ጽቡቕ ይሰብኽ፣ ነቲ ሓቂ ብምንጋር ከኣ የገልግለኒ ነይሩ። ኣነ እዚ ሰብኣኺ ደኣ እሞ ኣብ ሲኦል እንታይ ኣምጽኦ? ኢለ ተገረምኩ። ቁመቱ ሽዱሽተ ጫማ ይኸውን። ዓስኬርኑ ከኣ ረሳሕ ሓውሲ ጨዓ ዝኾነ እምኒ መቓብር ሟርሞ ዝመስል ሕብሪ ነበሮ። ገለ ክፋል ዝተባጣጠሰ ክዳውንቲ ኣብቲ ዓስኬርን ተንጠልጢሉ ነበረ። ንምንታይ እቲ ዝባላ ሓዊ ነዚ ክዳውንቲ ከምዘይ ኣንደዶ ከኣ ተገረምኩ። ዝነድድ ስጋ እውን ኣብቲ ዓጻጽምቱ ተንጠልጢሉ ነበረ። ርእሱ ኣብቲ ሓዊ ነበረ ብጣዕሚ ዘጽልእ ሕማቅ ሽታ ውን ካብኡ ይወጽእ ነበረ እቲ ሰብኣይ ኣብ ኢዱ መጽሓፍ ዝመስል ሒዙ ጽሑፍ የንብብ ነበረ ጥቕሲ ብድሕሪ ጥቕሲ እንዳንበበ ከኣ ይሰብኽ ነበረ ኣነ ከኣ ጽቡቕ መሰለኒ ጎይታ ከኣ ብምሉእ ፍቕሪ ዝመልኦ ድምጺ ሰላም ህዳእ በሎ ሰብኣይ ከኣ ንብኡ ብኡ ንብኡ ዘረብኡ ኣቋሪጹ ናብ የሱስ ተመልከተ። ጐይታ ኻብ ሕጂ ተረዲኡኒ ኣሎ፣ እቲ ሓቂ ንዅሎም ደቂ ሰባት ክነግር እየ። ጐይታ፣ በጃኻ ሕጂ ኽንደይ ተዳልየ ኣለኹ። ንኻልኦት ብዛዕባ እዚ ናይ ስቓይ ቦታ እዚ ኽነግሮም እየ። ኣብ ምድሪ ኸለኹ ብዛዕባ ሲኦል ኣይኣምንን ከም ዝነበርኩ እፈልጥ ኣለኹ። ንስኻ ተመሊስካ ኸም ትመጽእ እውን ኣይኣምንን ነበርኩ። እቶም ህዝቢ ነዚ ማለት ሲኦል ዘየለ ከም ዝኾነ ጥራይ ክሰምዑ ስለ ዝደልዩ ዝነበሩ፣ ንዕኦም ከሐጉስ ነቲ ሓቂ ጠውየ እርድኣኒ እዩ። ደቂ ካልኦት ዓሌትን ሕብርን እፈቱ ኣይነበርኩን። ንብዙሓት ውን ካባኻ ክዝሕትሉ ገይረዮም'የ። ብዛዕባ መንግስቲ ኣምላኽ ናይ ባዕለይ ሕግታትን ስርዓትን ፈርጠርኩ፣ ንብዙሓት'ውን ናብ ስሕተት መራሕኩ። እቲ ሰብኣይ ቀጺሉ፣ ጐይታ፣ ካብ ቤትካ'ውን ሰረቕኩ፣ ሕጂ ግና ከምኡ ኣይገብርን'የ፣ እንስሳሕ ኣሎኹ፣ ንዅሎም ደቂ ሰባት ብዘይ ዓሌትን ሕብርን ከፍቅር'የ በለ። ጐይታ ኸኣ። መዓስ ነዚ ቓል ሓቂ ምጥዋይ ጥራይ ኰይኑ፣ ነቲ ቓል ሓቂ ኸም ዘይትፈልጦ ኸኣ ክትንሳሕ ክትሕሱ ጸኒሕካ? ካብ ከምቲ ቓል ሓቂ ምንባር ፍትወትን ዓለም ባህታኣን ኣጸቢቕካ መረጽካ? ኣነ ባዕለይ መጺኤ ኸቕንዓካ ፈቲነን እንስኻ ግን ኣይሰማዕካንን። ብገዛእ መንገድኻ ተመላለስካ፣ እቲ ኽፉእ ኸኣ ጐይታኻ ገበርካዮ። እታ ሓቂ እንዳ ፈለጥካ ናባይ ኣይተመለስካን ኩሉ ግዜ ይጽበየካ ሙሉእ ዕድሉን ሃብኩኻ ተጸበክዃ ክትንሳሕ ደሌኹ ግናኸ ኣይገበርካዮን ሕጂ ኸኣ እቲ ፍርዲ ዱሮ ተፈሪዱ ጸዲቁን እዩ ካብ ገጽ ጎይታ ሓዘን ሓዘን ነበረ ክገርመኩም እዚ ሰብኣይ እዚ ነቲ ጻዊዕት ጎይታ ሰሚዕዎ እንተዝነብር ሕጂ ኣብዚ ናይ ስቓይ ቦታ ኣይምሃለወን። ኣቱም ኩሉኹም ደቂ ሰባት በጃኹም ኣስተውዕሉን ስምዑን። ጎይታ ኸኣ ኣስዒቡ ነቲ ዝወደቐ ሰብኣይ በሎ፣ እቲ ቓል ሓቂ ኽነግሮ ነይሩካ፣ ንብዙሓት ከኣ ናብ ናብ ጽድቂ ምመራሕካዮም ነይርካ። ኩሎም እቶም ዘይኣምኑ ናብቲ ዘይጠፍእ ቀላይ ሓዊ ኸም ዝድርበዩ እንዳፈለጥካ ንህዝበይ ኣይነገርካዮምን። ናይ መስቀል መንገዲ ትፈልጥ ኔርካ ኢኻ። እቲ ሓቂ ክትነግሮም ከም ዝግብኣካ ትፈልጥ ኔርካ ኢኻ። ሰይጣን ግና ንልብኻ ብሓሶት መልኦ፣ ናብ መንገዲ ሓጢኣት ከኣ ኣቶኻ። ኣይዝሑል ኣይሙኽ ኣይምዉቕ ምዃንካ ዘይኮነ፣ ብሓቂ ክትንሳሕ ኔሩካ። ቃለይ ሓቂ እዩ፣ ሓሶት ኣይኮነን። ሕጂ ኸኣ እቲ ጊዜ ሓሊፍ እዩ፣ እቲ ፍርዲ ኣይልወጥን እዩ በሎ። ድሕሪዚ፣ እቲ ሰብኣይ ብቑጥዓ እንዳንፈጥፈጠ ኣእዳዉ ዓሚኹ ንየሱስ ረጉሞ። እንዳሓዘና ኸኣ ምስ የሱስ ናብቲ ኻልእ ጉድጓድ ከድና። እንዳኸድና እቲ ሰብኣይ ድምጹ ዓው ኣቢሉ ንየሱስ ይረግሞን ይጸርፎን ነበረ። ካብቲ ዝነድድ ጉድጓድ ከኣ ኣእዳዉ ብዙሕ ኣእዳው ብዙሓት ንጐይታ ከርክባ ይመጣጠራ ነበራ። ብናይ ምሕረት ጥርዓን እንዳ ጠርዓ ከኣ ናብኡ ክበጽሓ ተጋደላ። እቲ ዓጻጽምቲ ኣእዳው ይዝርጋሕ ነበረ። ብሓዊ ዝሓረረን ዝቐርሓነን ዓጻጽምቲ ስጋ ዘይብሉን ቀላጽም እምበር ደም ኮነ ካልእ ውሽጣዊ ኣካላት ኣይነበሮን። ብውሽጠይ ከኣ ኣቲ ምድሪ ኩልኺ ተነስሒ ተዘይኮነ ናብዚ ቦታ እዚ ክትመጽ ኢኺ ይብል ነበርኩ። ኣብ ካልእ ጉድጓድ ከኣ ደው በልና። ብኩነታት ኩላቶም ልበይ ኣዕለወለወኒ። ኣካለተይ ክደክም ክሳዕ ምንቅስቃስ ዝጽግመኒ ከኣ ብጓሂ ተሰበርኩ። ብውሽጠይ እንዳነኽነኽኩ ከኣ ንጎይታ ጸዊዐ ውሽጠይ ብጓሂን ሓዘንን ከም ዝተጎዳእኩ ምቕጻል ከም ዘይክእል ገለጽኩሉ። ካብቲ ካልእ ጉድጋድ ከኣ ሓንቲ ሰበይቲ ክትጭርሕ ጀመረት። ኣብ ማእከል ሃልሃልታ ሓዊ ደው ኢላ ነበረት። እቲ ሃልሃልታ ንኹሉ ኣካላታ ኣጥሒልዎ ነበረ። ኣዕጻጽምታ ሓሳኹ መሊኡ ነበረ፣ እቲ ስጋኣ'ውን ሙት ነበረ። እቲ ሃልሃልታ ከኣ ከባቢኣ እንዳበርትዐ ከኣ ንኣእዳዋ ንየሱስ ኣልዓለት፣ በጃኻ ካብዚ ኣውጽኣኒ እንዳበለት ከኣ ተጣርዐት። ጎይታ የሱስ ካብዚ ኣው ይውጻእ እምበር ህይወተይ ንዓኻ ክህበካ እየ በለቶ። ንኻልኦት ብዛዕባ ይቕሬታን ክነግር እየ ብዛዕባኻ እውን ክምስክር እየ ካብዚ ተውጻእኒ ልምነካ ኣለኹ በለቶ። ጎይታ ኸኣ ቃለይ ኩሉ ሓቂ እዩ ከምዚ እውን ይብል ኩሎም ብግዲ ክንስሑ ካብ ሓጢኣት እውን ክምለሱ ይግብኦም ንዓይ እውን ኣብ ህይወተይ ክመጽእ ክሓቱኒ ይግብኦም እንተ ደኣ ካብዚ ቦታ እዚ ኸምልጡ ዀይኖም፣ ብድመይ ብደመይ ሕድገት ሓጢኣት ተዋሂብዎም እዩ። ኣነ እሙን እየ፣ ጻድቕ እውን እየ፣ ንዅሎም ነቶም ናባይ ዚመጹ ይቕረ ዝብልን መሓርን እየ፣ ንወጻኢ ኣይድርብዮምን። ናብታ ሰበይቲ ግልጽ ኢሉ ኸኣ፣ ሰሚዕክኒ እንተ ትዀኒ፣ ብንስሓ እውን ናባይ እንተ ትምለሲ፣ ምተቐበልኩኺ ነይረ በላ። እታ ሰበይቲ ኸኣ። ጐይታይ፣ ሕጂኸ ገለ መውጽኢ የልቦን እዩ? ካብዚ ኢላ ተወስከሰቶ። ጐይታ ብህድኣት በላ፣ ኣቲ ሰበይቲ፣ ብዙሕ ዕድላት ንንስሓ ተዋሂቡኪ ነበረ፣ ንስኺ ግና ልብኺ ኣትረርኪ፣ ኣይተመለስክን። ቃለይውን ንዅሎም ደቂ ዘይምእዛዝ ዕድሎም ኣብ ቀላይ ሓውን ዲንን ከም ዝዀነ ትፈልጢ ኔርኪ ኢኺ። ናባይ ግለጺ ኢሉ ኸኣ እዛ ሰበይቲ እዚኣ ምስ ብዙሓት ደቂ ተባዕትዮ ዘመንዘረት፣ ህይወት ነበራ። ብዙሓት ኣባይቲ ኸኣ ፈላለየት፣ ኣፋትሐት። ይኹን እምበር፣ ምስ'ዚ ዅሉ ኣነ ግና ኻብ ምፍቃራ ዓዲ ኣይወዓልኩን። ናብኣ ብዅናኔ ዘይኰነስ ብምድሓን እየ ዝመጽእ ዝነበርኩ። ብዙሓት ኣገልገልተይ ናብኣ ብምልኣኽ ከኣ ካብ ክፉእ መንገዳ ኽትምለስ ክነግርዋ ገበርኩ። ንሳ ግና ኣይተመለሰትን። ንእሽቶ ጓል ከላ ጸዋዕክዋ። ንሳ ግና ደጋጊማ ክፉእ ገበረት። ሰይጣን ናብ ልባ ኣተወ። ምስ ብዙሓት ክትምርር ክትቅየምን ጀመረት። ናብ ቤተክርስትያናት ኣወዳት ደልያ ትኸይድ፣ ትወስዶም፣ ሓባቢላ ከኣ ተውድቖም። እዚ ኹሉ እንዳገበረት። እተትምለስ ኣነ ምመሓርክዋ ነይረ። ብዝተኻፋፈለ ልባ ንዓይ ደልያ ነበረት። እንተኾነ ግን ፍርቁ ንኣምላኽ ፍርቁ ንሰይጣን ከተገልግል ኣይከኣልን እዩ። ነሱ ወከፍኩም ንመን ከም ንመን ከገልግል ከም ዘለዎ ክመረጽን ክውስንን ኣለዎ በለኒ።